ሰላም ጥዕና ይሃበልና ዝኸበረኩም ተኸታተልቲ ልሳን ተጋሩ ዜናታት ናይ ዝዕለት ሒዝና መፅና ኣለና ፈለማ ግን ኣንድ ኣንድ ኣርእስታት ጌታቸው ረዳ ዘውፅኦ ሓደገኛ ምሽጥር ተዘርጊሑ ኣብይ ኣሕመድ ኣብ ልዕሊ ኣመራርሓ ትግራይ ናይ እሱር ትእዛዝ ከም ዘውፅአን ተገሊፁ ልእኳት ሻዕብያ ከም ዝኣተው ሓቢር። መንጀሪኖ ህጹጽ መልእኽቲ ከም ዘመሓላለፈ ተፈሊጡ። ዝብሉን ካልእትን ኣለዉና ሕጂ ድማ ናብ ዝርዝራም ፈለማ ግን ቻናልና ሳብስክራይድ ምድላዋትና ድማ ላይክን ሼርን ብምጋሩ ቤተሰብ ይኹኑ ሰናይ ምክትታል። ፕሬዚዳንት ጌታቸው ረዳ ዘውፅኦ ሓደገኛ ምሽጥር ተዘርጊሑ። ጌታቸው ረዳ ብመራሕቲ ህወሓትን ብመራሕቲ ሰራዊት ትግራይን ካብ ስልጣኑ ከም ዝተባረረ እኳ ክግለፅ እንተፀንሐ ንሱ ግን ሕጂ እውን ኣብ ስርሑ ከም ዘሎን ብዘይሕጋዊ መንገዲ ካብ ስልጣኑ ከም ዘይእለን ገሊፁ ኣሎ። ጌታቸው ረዳ ምስ ዓለም ለኻዊ ሚድያ ኣብ ዝገበሮ ቃለ መሕተት ህወሓት ዝገበረቶ ፈተነ መፈንቅለ መንግስቲ ህዝቢ ትግራይ ናብ ዝኸፍኣ ምክፍፋል ፋልን ሽግርን ከጋልጾ እምበር ብሓይሊ ዝምንጠል ስልጣን ከምዘየለ ከምዘስመረሉ ተፈሊጡ። መራሕቲ ህወሓት ንጌታቸው ረዳ ካብ ስልጣኑ ኣድሂናዮ ኣለና፣ ምስ ፌዴራል መንግስቲ ድርድር ጌርና ትግራይ ክንመርሕ ኢና ኢሎም ንተኸተልቶም እንተፍለጡ እኳ፣ ፌዴራል መንግስትን ጌታቸው ረዳን ግን ሓደገኛ መንገዲ ይኽተሉ ከምዘለዉ ምሽጥራዊ ፍልፍላት ኣራት ኪሎ ኣጋሊጾም። ብመሰረት ሓበሬታ እቶም ፍልፍላት ፌዴራል መንግስትን ዝኾረዩ ሰበ ስልጣናት ግዝያዊ ምምሕዳር ትግራይን ሰራዊት ኢትዮጵያ ናብ ትግራይ ንኽኣቱ ከምዝወሰኑ ተፈሊጡ። ነዚ ስዒቡ ድማ ሰራዊት ፌዴራል ስግኣት ኣለወን ኣብ ዝበሃላ ከተማታት ኣትዩ ሕጊ ክኽብር ከምዝተወሰነ ንምፍላጥ ተኻኢሉ። ሰራዊት ትግራይ ኣብ ውሽጢ ተኸፋፊሉ ኣብ ዘለሉ ኣብዚ ሕጂ እዋን ሰራዊት ፌዴራል እንተኣትዩ ድማ እቶም ኣንፃር ህወሓት ዝኾኑ ኣባላት ሰራዊት ትግራይን ካልኦት ሓይልታትን ድጋፍ ከምዝረኸቡ ተገሊፁ። ነዚ ስዒቡ ድማ ህወሓት ከም ውድብ ኣብ ከቢድ ሓደጋ ከምእትወድቕ ተንተንቲ ገሊፆም። ጌታቸው ረዳ ናብ ኣዲስ ኣበባ ስለዝሃደመ፣ ስልጣን ትግራይ ተቖፃፂርናዮ ኣለና ክትብል ዝፀንሐት ህወሓት ብዘይተገመተ መልክዑ ጌታቸው ረዳ ምስ ሰበ ስልጣን ኣሜሪካ እናመኸረ ከምዝርከብ ተፈሊጡ ኣሎ። ኣሜሪካ ብህወሓት ዝምራሕ ኢህወደግ ዘፍረሰቶ እንትትኸውን ህወሓት እትበሃል ውድብ ከይትህልውን ንኣብይ ኣሕመድ ተልእኾ ብምሃብ ኣብ ልዕሊ ህዝቢ ትግራይ ጀኖሳይዳዊ ኹናት ከምዝተኻየደ ዝረኸብናዮ ምስጢራዊ ሓበሬታ የረድእ። ብመሰረት ሓበሬታ እቶም ወተሃደራዊ ሊቃውንት፣ ሰበስልጣን ኣሜሪካ ህወሓት ከም ውድብ ክትህሉ ስለዘይደልዩ፣ ምስ ኣንጻር ህወሓት ዝኾኑ ጌታቸው ረዳን ዶክተር ኣብርሃም በላይን ምስ ኣብይ ኣሕመድን መኺሮም ህወሓት ኣብ ፖለቲካ ትግራይ ከይትህሉ ክገብሩ ከምዝኽእሉ ገሊጸም። ስለዚ ድማ ደገፍቲ ህወሓት ንኣለም ገብረዋህድን ካልኦት መራሕቲ ህወሓትን ስልጣን ትግራይ ከምዝተረከቡ ገይሮም ብሚድያታት ዘመተ እንተኸፈቱ፣ ብኣሜሪካን ፌደራል መንግስትን ዝሕሰብ ዘሎ ግን ከቢድን ዘይተገመተን ስለዝኾነ ንህላወ ህወሓት ይኹን ንህላወ ህዝቢ ትግራይ ዝኸፍእ ሓደጋ ሒዙ ክመፅእ ከምዝኽእል ተሓቢሩ። ስለዚ ድማ ድሕሪ ሕጂ ትግራይ ብሓደ ጉጅለ እትምረሐሉን ሃፍቲ ትካላት ትእምት ናይ ውልቀ ሰባት ዝኾናሉን ግዜ ከምዘብቀዐ ምሁራት እናገለፁ ይርከቡ። ኣብይ ኣሕመድ ኣብ ልዕሊ ኣመራርሓ ትግራይ ናይ እሱር ትእዛዝ ከምዘውፀ ተሓቢሩ። ኣብዚ ሕጂ እዋን ህዝቢ ትግራይ ከቢድ ናይ ምብታን ሓደጋ ከምዘጋጠሞ ተንተንቲ እናገለፁ ይርከቡ። ህዝቢ ትግራይ ሰላሳ ሚኢታዊ ግዝኣቱ ኣብ ትሕቲ ወረርቲ እናሃለወን ተመዛበልቲ ኣብ ከቢድ ስቓይ እናሃለዉን ብዛዕባ ስልጣኖም እምበር ብዛዕባ ህዝቢ ትግራይ ዘይግደሱ ምዃኖም ዝንገረሎም ውሱናት መራሕቲ ብዝፈጠርዎ ህውከት ህዝቢ ትግራይ ብኸባቢነት ተኸፋፊሉን መራሒ ስኢኑን ከምዝርከብ ዝረኸብናዮ ሓበሬታ የረድእ። መራሕቲ ህወሓት ንህዝቢ ትግራይ ንግደስ ኢና እናበሉ ንዓመታት እናመርሑ እንተፀንሑ እኳ ሕጂ ግን ንስልጣኖምን ንውልቀ ረብሓኦምን እምበር ንህዝቢ ትግራይ ግዲ ከምዘይብሎም ብግልፂ ከምዘረጋገፁ ምሁራት ገሊፆም። ነዚ ስዒቡ ድማ መራሕቲ ህወሓት ኣካይድኦም እንተዘይቀይሮምን ንህዝቢ ትግራይ ዝጠቅም ኣጀንዳ ሒዞም እንተዘይመፅዮም ድሕር ሕጂ ንህዝቢ ትግራይ ንሕና ኢና እንፈልጠሉ ዝብል ድሑርን ዝኣረገን ኣተሓሳስባ ከምዘይሰርሕን ሙልእ ብሙልእ ከምዘብቅዕን ተሓቢሩ። እዚ ከምዚ ኢሉ እናሃለወ መራሕቲ ህወሓት ስልጣን ወይ ሞት ዝብል መርገፂ ከምዘለዎም ኣቐዲሙ ዝተረደኣ ኣብይ ኣሕመድ ትግራይ ንምብትታንን ትግራይ ንምብትታንን ፅቡቕ ኣጋጣሚ ከምዝረኸበ ካብ ፍልፍላትና ዝተረኸበ ሓበሬታ የረድእ። ሕጂ ዝተረኸበ ሰበር ዜና ከምዝሕብሮ ኣብይ ኣሕመድ ኣብ ልዕሊ ወሰንቲ ሰበ ስልጣናት ትግራይ ስጉምቲ ይወስድ ከምዘሎ ተሓቢሩ። ብመሰረት እቲ ካብ ፍልፍላት ኣራት ኪሎ ዝተረኸበ ሓበሬታ፣ ኣብይ ኣሕመድ ኣብ ልዕሊ ምምሕዳር ጌታቸው ረዳ ስጉምቲ ንክውሰድ ትእዛዝ ዝሃቡ ላዕለዎት ሓለፍቲ ህወሓትን ላዕለዎት ሓለፍቲ ሰራዊት ትግራይን ናይ እሱር ትእዛዝ ከምዘውፀኣ ተገሊፁ። ኣብይ ኣሕመድ ዝወሰዶ ናይ እሱር ትእዛዝ ኣብዚ ሕጂ ግዜ ተፈፂሙ ክኸውን ከምዘይኽእል ምሁራት ሓቢሮም። ምኽንያት ድማ ኣብይ ኣሕመድ ኣብዚ ሕጂ እዋን ኣብ ልዕሊ መራሕቲ ትግራይ ናይ ምእሳር ስልጣን ስለዘይብሉ እዩ ክብሉ ይገልፁ። ይኹን እምበር ኣብይ ኣሕመድ ሰራዊቱ ናብ ትግራይ እንተኣትዩን ብምኽንያት ውዕሊ ፕሪቶርያ ሰራዊት ትግራይ ዕጥቁ እንተፈቲሑን መተሓባበርቲ ዝበሃሉ ጀነራላት ትግራይ ይኹን መራሕቲ ትግራይ ኣብ ትሕቲ ቁፅፅር ከምዝውዕሉን ዘጠራጥር ከምዘይብሉ ተገሊፁ። ተንኮል ኣብይ ኣሕመድ ዝርድኦ መራሕቲ ህወሓት ድማ ንባዕሎም ከድሕኑ ህዝቢ ትግራይ ናብ ኲናት ክእትውዎ ከምዝኽእሉ ተገሊፁ። እቶም ምሁራት ወሲኾም ከምዝገለፅዎ መራሕቲ ህወሓት ዝኾነ ኣጀንዳ ፈጢሮም መንእሰይ ትግራይ ናብ ጦርነት ከሰልፍዎ ከምዝኽእሉ ሓቢሮም። ልኡኻት ሻዕብያ ከም ዝኣተዉ ተሓቢሩ። ኣብይ ኣሕመድን ሻዕብያን ኣብ ልዕሊ ትግራይ ንዝፈጸምዎ ጀኖሳይድ ፌስቡክ ክሲ ከም ዝተመስረተሉ እንዳተገለጸ ይርከብ። ፌስቡክ ዝተኸሰሰሉ ጉዳይ ድማ ብፌስቡክ ብዝተመሓላለፈ መልእኽቲ ኣብ ልዕሊ ህዝቢ ትግራይ ጨፍጫፍ ተፈፂሙ እዩ ዝብል ከምዝኾነ ተፈሊጡ። ኣብይ ኣሕመድን ውልቀ ኣምላኽ ኢሳያስ ኣፈወርቅን ኣብ ልዕሊ ህዝቢ ትግራይ ጆኖሳይድ እንተፈፀሙ እኳ መራሕቲ ትግራይ ኣብ ስልጣን ክንፀንሕ ይሓግዙና እምበር ብዛዕባ እቲ ኣብ ልዕሊ ህዝቢ ትግራይ ዝፈፀምክምዎ ገበንስ ክንርስዖ ኢና ከምዝበልዎም ዝተፈላለዩ ፍልፍላት ይሕብሩ። መራሕቲ ህወሓት መራሕቲ ሻዕብያ ኣሕዋትና እዮም ኢሎም ብሚድያ እናተናገሩ ዝርከቡ እንትኸውን ናብ ኣራት ኪሎ ተጓዒዞም እውን ስልጣን ምለሰልና እምበር ዝበልካና ተኣዘዝቲ ኢና ከምዝበልዎ ክግለፅ ፀኒሑ እዩ። ለማስ ምምሕዳር ጌታቸው ረዳ እውን እንተኾነ ሓላፊኡ ዝኾነ ኣብይ ኣሕመድ ከይኾሪ ኢሉ ንፌደራል መንግስቲ እትወቅስ መግለፂ ኣውፂኡ ከምዘይፈልጥ ዝፍለጥ እዩ። ነዚ ስዒቡ ድማ ህዝቢ ትግራይ በዚ ሕጂ ዘሎ ወለዶ ኣብ ታሪኹ ኣጋጢምዎ ዘይፈልጥ ውርደት ከምዘጋጠሞ ምሁራት ገሊፆም። እቶም ምሁራት ወሲኾም ከምዝገለፅዎ መራሕቲ እቲ ህወሓት ይኹን መራሕቲ ግዝያዊ ምምሕዳር ትግራይ ንስልጣኖም ክብሉ ንደመኛታት ፀላእቲ ትግራይ ይሰግዱ ከምዘለዉ ሓቢሮም። እዚ ከምዚ ኢሉ እናሃለወ ሕጂ ዝተረኸበ ሓበሬታ ከምዝገለፆ ሻዕብያ ልኡኽ ጉጅለ ከምዝለኣኸ ተገሊፁ። ኣብዚ ሕጂ እዋን ኣብይ ኣሕመድ ኣብ ኢትዮጵያ ኣብ ልዕሊ ዝነብሩ ኤርትራውያን ስጉምቲ እናወሰደ ከምዝርከብ እናተፀብፀበ ይርከብ። ብመሰረት እቶም ፍልፍላት ኣብ ዝሓለፉ ውሑዳት መዓልቲታት ጥራሕ ኣብይ ኣሕመድ ልዕሊ ክልተ ሚእትን ዕስራን ኤርትራውያን ኣብ ትሕቲ ቁፅፅር ከምዝውዐለ ተፈሊጡ። ኣብይ ኣሕመድ ኣብ ልዕሊ ኤርትራውያን ስጉምቲ ዝወስድ ዘሎ ናይ ውልቀ መላኺ ኢሳያስ ኣፈወርቂ ተለኣኣኽትን ሰለልትን እዮም ብዝብል ከምዝኾነ ንምፍላጥ ተኻኢሉ። ስለዚ ድማ እቲ ኣብ መንጎ ኤርትራን ኢትዮጵያን ተፈጢሩ ዘሎ ጎንፂ ናብ ዝኸፍኣ ደረጃ ይሸጋገር ስለዘሎ ናብ ጦርነት ከምርሕ ከምዝኽእል ብዙሓት ተንተንቲ ስግኣቶም እናገልፁ ይርከቡ። እዚ ከምዚ ኢሎ እናሃለወ ሻዕብያ ናብ ትግራይ ልኡኽ ጉጅለ ከምዝለኣኸ እንዳተገለፀ ይርከብ። እዚ ሓበሬታ ክሳብ ሕጂ መረጋገፂ ዘይተረኸበሉ እኳ እንተኾነ ዓበይቲ ሚድያታት እውን እናፀብፀበኦ ከምዝርከባ ተፈሊጡ። ዜናታት ናይዚ ዕለት ነዚኦም ይመስሉ ነይሮም። ስለምክትታልኩም ነመስግን። ሰላም።